ሰላም ከመይ ውዒልኩም ኳዕ ደሓን መጻኹም ናብ ሰማይ ደረትና ሎመዓንቲ ገለገለ ቪድዮታት ናይ እንዳዘወርካ ከመይ ርካ ስታይ ትገብር ንርኢና ናይ ቪድዮ እዛ ቪድዮ ትራፊክ ሕጂ ብዝቐድመይ ናብ ሞተር ቫይ ስለ ዝኣቱ ከመይ ጌርና ሞተር ቫይ ንኣቱ ንርኢና እዚ ምልክታት ኣብዚ ብጫ ዘሎ እንዳረኣናዮ ሩን ሾሪንግ ስለ ዝኾነ ንፀጋም ቁሊሕ ኢለ መኪና ስለ ዘላ ኣብኡ ጠጠው ክብል እየ ስለ ዝሓለፈት ቅፅለት ንየማን ክትወየ ማለት እዩ ሕጂ ሞተር ባይክ ትኾንካ እታ ኣገዳሲት ነገር እንታያ ብድሕሪኻ ገና ቀዲምካ ትርኢ እሞ ኣቐዲምካ ምልክት ትገብር ዝበዝሐ ብፀጋምካ ተኸታቲልካ ናህሪ ምስ ናይ ሞተር ባይክ ጎንኻ ዘሎ ሕጂ ምልክት ገብረ ኣብዚ ንህር ኣለኹ ሰብዓ ከባቢ ክበጽሕ እየ ብጎነይ ክርኢ እየ ጸላም መኪና ኣላ ዝሕልብን ንሳ ምስ ሓለፈትለይ ፈልቲ ቀይራትለይ ኣላ ንሂረ ይኣቱ ማለት እዩ ሕጂ ቅድሚ ንሂረ ክኣቱ ከለኹ ኣብታ ብሊን ሶን ኻ ወይ ብላይንድ ዞን ኣባኻ ቁሊሕ ይብል ማለት እዩ ክሳደይ ጥውይ ኣቢለ ካብኡ ናህረይ ምስቲ ኣብቲ ሞተር ባይ ደሎ የወሃህዶ ኣብዚ ሰማንያ እዩ ዘሎ ቅድመይ ግን መኪና ስለ ዘላ ንዓ ሓለ ይቕፅል ማለት እዩ እዛ ካብዛ መኪና ክንደይ ክፍለ ኣለኒ ሰለስተ ሰለስተ ሰከንድ ሰለስተ ሰከንድ ምፍላይ ከመይ ገይረ እየ ዝዕቅኖ ማለት ተወሓደ ሰለስተ ሰከንድ ማለት እንድዩ ንኣብነት ኣብታ ብጫ ምልክት ክትሓልፍ ኮላ ኣነ ሽሕን ሓደን ሽሕን ክልተ እንዳበልኩ ፈቅድ ይጀምር ሕጂ ካብታ ትመፅእ ኣንጎሎ ክንርኢና ካብዚኣ ሽሕን ሓደን ሽሕን ክልተን ሽሕን ሰለስተን ሽሕን ኣርባዕተን ስለዚ ኣርባዕተ ግን ርሒቐ ኣለኹ ካብኣ ማለት እዩ ብኖሽኩ ተኾይኑ ኤቱሰን ኤት ኤቱሰን ቱ ኤቱሰን ኦትረ ንብል ወይ ዋን ታውዛን ዋን ዋን ታውዛን ቱ ዋን ታውዛን ስሪ እናበልና ማለት እዩ ስፒድና ኩሉ ግዜ ምስቲ ሰማንያ እንተኾይኑ ኣብ ሰማንያ ክንሕዞ ኣለና እዚ ሞተር ቫይ ምስ ኣተና ዝበዝሐ ግዜ ፍርሒ ገለ ሕዘና ስለ ዝኽእል እሱ ክንጥንቀቕ ኣለና ድሕረይ ቀፃሊ ቸክ ክገብር ኣለኹ ስለዚ ኣጋጣሚ ስገር ተደኣ ተባሂለ ወይ ከዓ ቅድመይ ናብቲ ሞተርባይ ትኣቱ መኪና እንተ ኣላ ንኽርሕቀላ ማለት እዩ ስለዚ ክሰግር ተደኣ ኮይኑ ንኣብነት ንፀጋም ብቕድመይ መኪና እንተ ከልኪላትኒ ወይ ዚሒላ ንኣብነት ኣነ ሰማንያ ከይዳ ኣለኹ ሰብዓን ሓሙሽተን ሰብዓ ገፃ ትኸይድ ተላ ክሰግራ እንተ ወሲነ ከም ዝስዕብ ንገብር ማለት እዩ ንድሕሪት ንርኢ መጀመርታ እቲ ምልክት ጌርና ድሕሪት ንርኢ ድሕሪት ዘሎ ተቋፃፂርና ፀጋምና ከዓ ንርኢ ናብ ፀጋም ስለ ዝሰግር ዘለኹ ካብኡ ኣብ ጸጋም ዘሎ ስፒድ ናይተን መኻይን ነወዳድሮ ምስቲ ናተይ ማለት እዩ ሽዑ ክሳደይ ጥውያ ኣቢለ ብላይን ዞን ቸክ ገይረ ቀስ እናበልኩ ይኣቱ ማለት እዩ ምስ ኣተኹ ናህረይ ልክዕ ክዝሕል የብሉን ክኣቱ እየ ኢለ ክሓስብ ከለኹ እውን ናህረይ ከዝሕሎ የብለይ ማለት እዩ ስለዚ ብልክዕ ብሰማንያ ቅፅል ማለት እዩ ምስቲ ቅድመይ ዘሎ ትራፊክን ድሕረይን ክወሃህዶ ኣለኒ እንተ ነቲ ዝደለኹዎ መደብ ገይረ እንደገና ናብ የማናይ ወገን ክምለስ ደልየ ሕጂ እውን ንድሕሪት ርኢ ናይ ጎኒ መስትያት ከዓ ይርኢ ንድሕሪት ቁሊሕ ይብል ምልክት ገብር ይኣቱ ማለት እዩ ኣብ ገለገለ ምልክት ቀዲምካ ትገብር ኣለካ ዝብሉ ኣሎ እሱ እውን ፅቡቅ ሓሳብ እዩ ነቲ ድሕሬኻ ዘሎ ቀዲምካ ምልክት ክተርእዮ ማለት እዩ ብፍላይ ብፍላይ ተራ ዝሕል ዝበለ ትራፊክ ኮይኑ ቀዲምካ ምልክት ክተርእዮ ኣገዳሲ ክኾን ማለት እዩ ስለዚ ኩሉ ግዜ ቅዲ ቀዲምካ ምልክት ምርኣይ ፅቡቅ ማለት እዩ እዚ ናይ ሰማንያ እዩ ዘሎ ኣነ ግን ሰብዓ እየ ዝኸይድ ዘለዎ ምክንያቱ ርሕቀተይ ካብዛ መኪና ክሕሉ ስለ ዘለኒ ማለት እዩ እቲ ርሕቀት ሰለስተ ሰከንድ እዩ ካብዛ ዝኾነ ብጫ ምልክት ሒዝና ወይ ዝኾነ ፓሎ ንሕዝ ምሽ ንሳ ትሓልፈሉ ቅድመይ ዘላ መኪና ማለት እዩ ካብኡ ሽዑ ተን ሰለስተ ሰከንድ ይሕልዋ ንኣብነት ካብዛ ብጫ እንተ ደኣ ርኢናዮ ሽሕን ሓደን ሽሕን ክልተን ሽሕን ሰለስተን ስለዚ እታ ርሕቀት ከምዚኣ ኢላ ፅቡቕ ኣላ ማለት እዩ ከባቢ በዚ ነጠብጣብ ፃዕዳ ፃዕዳ ማእኸል ደሎስ ከባቢ ኣርባዕተ ሓሙሽተ ነጠብጣብ ርሒቕና ኣለና ወይ ክልተ ፓሎ ከባቢ ኸውን ማለት እዩ እዚ ድሕሬትና ኩሉ ግዜ እንዳተኸታተልና ክንከይድ ኣለና ንቕድሚት ጥራይ ክንሓስበ የብልናን ኣብ ዝኾነ ግዜ ንፀጋም ክንሰግር ከም ንኽእል ክንሓስቦ ኣለና ማለት እዩ ካልእ ብቐድመይ ምልክታት ኣሎ ስለዚ ብቕድመይ ዘሎ ምልክት እንታይ ዝብል ዘሎ ተንፀጋም ዘለዋ ናብ የማን ክሰግራ እየን ድሕሪ ሸውዓተ ሚእቲ ሜትሮ ስለዚ ኩሉ ግዜ ኣብቲ ዝዕሰን ክሕወሳሉ ክእላ እየን ዝበልካዮ ቦታ ካብ ፀጋም ንየማን ስለ ዝሕወሳ እንታይ ንገብር ነዚ ናይ ፀጋም ኩሉ ግዜ ክንከታተሎ ኣለና ማለት እዩ ናይ ፀጋም መስትያት ማለት እዩ ምክንያቱ ካብኡ ወገን መኪና ክትመፀና ምዃና ክንፅበ ክንክእል ኣለና ከምኡ ብምግባርና ከዓ ዝያዳ ምስትውዓል ከም ዘለና ንርኢ ኣለና ማለት እዩ ሕጂ እዚ ንፀጋም ዝሰግር ዘሎ መሊሱ ክምለስ እዩ ምልክታት እናገበረ ከዓ ምለስ ኣሎ ማለት እዩ ቀዲሙ ከስተውዕሎ ነይርዎ ፈተና እንተዝኸውን እዚ ዳርጋ ነጥቢ ክተጉድለሉ ትኽእል ማለት እዩ ምክንያቱ ከየስተውዓለ ንየማን ፀጋም ይብል ኣሎ ስለዚ ንቕድሜትካ ንድሕሪትካ ኩሉ ግዜ ሪላክስ ኣብ ዝኾንካሉ ግዜ ንቕድሚት ንድሕሪት እንዳረኣኻ ጸኒሕካ ክትከይድ ኣለካ ማለት እዩ ስለዚ ብዝሓልፉና ከዓ ኩሉ ግዜ ኣብ ግምት ከነእቱ ኣለና ክሓልፉ ተደልዮም ንሕና ትስፒድና ከነወሃህዶ ኣለና ክኣትዉ ተደልዮም ከነእትዎም ብፍላይ ኣብ ዝሑል ትራፊክ ኣብ ዘለዎ ግዜ ስለዚ ኩሉ ግዜ የማና ፀጋምና ቅድሜና ድሕሬና ክንከታተል ኣለና ማለት እዩ እዚ ከባቢ እቲ ናይ ፈተና ከባቢ እዩ ከባቢ ሪስሎካ ኣለና ማለት እዩ ስለዚ ብሰለስተ ወገን ኣለዋ እዚኣ ሕጂ ንቕድመይ ክትመፅእ ትኽእል እያ ጠጠው ኢሉ ዝሒልሉ ፍሬኖ ሒዙ ኣሎ ነቲ የእትዎ ኣነ እውን ልክዕ ከም ናቱ ምልክት ገይረ ንድሕረይ ርኤ የማን መስትያት ርኤ ክሳደይ ጠዌ ቀስ ኢለ ይኣቱ ማለት እዩ ብዙሕ ክንህወ ከይብልናን እቲ ዋና ኣገዳሲ ውሑስ ክኸውን ኣለዎ ፍራቻ ከዓ ቀዲምና ክንገብር ኣለና ምጥዋይ ስቴርሶኻ ቀስ ደኣ እምበረ ሃንደበት ጥውይ ኣቢልና ክንኣትዎ የብልና ስለዚ ኣብቲ እንዳ ትራፊክ ከባቢ ኢና ዘለና ሕጂ ምናልባት እዚ ቪድዮታት ክቆራረፅ ስለ ዝኽእል ብተኸታታሊ ክገብሮ እየ ማለት እዩ ነዛ መኪ- እዚ ማ- እዘን መኻይን ብየማነይ ስለ ዘለዋ ቀዳምነት ነታ ትመጽእ ዘላ መኪና ሂበ ቀስ ኢለ ይቐጽል ማለት እዩ እዚ ዞን ናይ አ፣ ሳላሳይ ሱነትረት ትብል ኣሎ ስለዚ ካብ ኣብዚ ካብ 30 ንላዕሊ ከይድ የብለይን ባምፕስ እውን ስለ ዘሎ ዝያዳ ቀስ ክብል ኣለኒ ኣብዚ ብዙሕ ናይ ቴባን እውን ትሓልፍ ኣላ ናይ ሜትሮ ብዙሕ ቀስ ክብል ኣለኒ ብዙሓት መኻይን በዚ እውን ብሽክለታ ክመፀኒ ይኽእል ቁሊሕ ክብል ኣለኒ የማነይ ፀጋመይ ናቱ ሰብ ብሽክለታ ሓልፉ ተኮይኖም ጠጠው ክብለሎም ኣለኒ ማለት እዩ ጠጠው ክብል ከሎካ ብርቱዕ ፍሬኑ ከይሓዝኩ ስሙዝ ዝኾነ ብዙሕ ከይንቀሳቀስ ኮነ እቲ ፈታኒ ዋላ ንነብሰይ ክዘውር ኣለኒ ስለዚ እዚ ንፀጋም ጥራይና ንየማን ጥራይና ክንጥዎ ንኽእል ንፀጋም ክንጥዎ ንኽእል ኢና ኣብዚ ናይ ሓንቲ መንገዲ ምዃና ነግረና ኣሎ ቁሊሕ ኢልና ቸክ ንገብር መስትያትና ብድሕሪትና ምናልባት ብሽክለታ ብጎንና ከይህሉ ባምፕስ ክኸውን ከሎ ነዳዲ ፈኒና ወይ ፍሬኖ ሒዝና ኣገዳሲ ተኮይኑ ከዓ ጊር ቀይርና ማንዋል ተዳ ሒዝና ኣለና ኮይና ንቐፅል ማለት እዩ ሕጂ ኣውቶማት ሒዘ ስለ ዘለኹ ኣጋጣሚ ናይ ጊር ነገር ብዙሕ ኣይጠቐጥኩሉን ኣለኹ ብጣዕሚ እውን ቀልጢፉ መፅእ ኣሎ እቲ ምልክታት ብቕድሜና ዘሎ ምልክታት ኩሉ ክንሪኦ ኣለና ክሳብ ኒው ክሳብ ሕጂ ወላ ሓንቲ ከልካሊ ወይ ገለ የለን ኖ ፓርኪንግ ጥራይ ደሎ ኣብዚ ሃንደበት ቆልዑት ከይወፁ ወይ መኪና ወይ ኣጋር ገለ ክንሕሉ ኣለና የማን